ረድዮ ኣዳል ናይቶም ድምጾም ንኸየስምዑ ብስርዓት ህግደፍ ተዓቢሶም ዝርከቡ ዜጋታትና ድምጺ እዩ። ረድዮና ወትሩ ረቡዕን ቀዳምን ካብ ሰዓት ሽዱሽተ ክሳብ ሰዓት ሸውዓተ ናይ ምሸት ብኣቆጻጽራ ኣስመራ ኣብ ሓጺር ማዕበል ዓሰርተ ሓደ ሽሕን ሽዱሽተ ሚእትን ሰብዓን ኪሎሃርዝ፣ ወይ'ውን ዕስራን ሓምሽተን ሜተር ባንድ ብክልቲኡ ቋንቋታት ዓረበኛን ትግርኛን ብቐጥታ ናብ ኤርትራን ከባቢኣን ዝቃላሕ ፈነወ'ዩ። ፈነወ ሬድዮና ክትከታተሉን ከተስፍሑን ዓቢ ተስፋ ኣለና። ሰናይ ምክትታል ንምነየልኩም። እዚ።

ክብራን ሰማዕትና ከመይ ትቅንዩ ናይ ሎሚ ቀዳም ለካቲት ዓሰርተ ሓደ ክልተ ሽሕን ዓሰርተ ሸውዓተን መደብና ንጅምር ከምቲ ልሙድ መደባትና ዜና ሓተታ መደብ ደቂ ኣንስትዮን ከምኡ ውን ግጥምን ባህላዊ ዜማን ዝተሰነየ ክኸውን ዩ ምስ መደባትና ሰናይ ምክትታል ንምነየልኩም እዚ ሬድዮ ኣዳል'ዩ። ኩቡራትን ኩቡራንን ሰማዕትና ካብ ሬድዮ ኣዳል ምዉቕ ሰላምታና ይብጻሕኩም። ቀጺልና ንሎሚ ቀዳም ዕለት ዓሰርተ ሓደ ለካቲት ክልተ ሽሕን ዓሰርተ ሸውዓተን ዘዳለናዮ ዜና ነቕርበልኩም። ኣቐዲምና ብኣርእስቲ ዜና ንጅምር። መንግስቲ ኣሜሪካ ካብ ሰብኣዊ ኩነታት ኤርትራ ተበጊሱ ንስርዓት ኤርትራ ንምውዳቕ መደብ ከም ዘለዎ ዝተፈላለዩ ዜናዊ ጸብጻባት ኣሚቶም። መንግስቲ ስዊዘርላንድ ንሓተትቲ ዑቕባ ኤርትራውያን ናይ ምቕባል ቅድመ ኩነት ኣዝዩ ከም ዝተርር ገይርዎ ምህላዉ ጸብጻባት ሓቢሮም። ኣብ መንጎ ኢትዮጵያ ዘመሓድር ዘሎ ልፍንታዊ ግንባር ኢህወደግን ዕስራን ሓደን ተቓወምቲ ሰልፍታትን ልዝብ ንምክያድ ኣብ ምቅርራብ ከም ዘሎ ማዕከናት ዜና ሓቢሮም። ክልተ ዓበይቲ ተጋደልቲ ኤርትራውያን ኣብ ሰሙን እዚ ካብዛ ዓለም ብሞት ተፈልዮምና። ክቡራት ሰማዕትና ካብ ኣርእሲ ዜና ናብ ዝርዝራቱ ነሰጋግረኩም ኣሜሪካ መንግስቲ ኣሜሪካ ካብ ሰብኣዊ ኩነታት ኤርትራ ተበጊሱን ስርዓት ኤርትራ ንምውዳቕ መደብ ከም ዘለዎ ዝተፈላለዩ ዜናዊ ጸብጻባት ኣሚቶም መንግስቲ ኣሜሪካ ኣብ ኤርትራ ክገብሮ ዝሓስብ ዘሎ ወተሃደራዊ ምትእትታው ከም ምኽንያት ኢሉ ዘቕርቦ ልክዕ ከምቲ ልፍንቲ ኔቶ ኣብ ሊብያ ክኣቱ ምስ ወሰነ ዝበሎ ሰብኣዊ ምኽንያት ዝደረኾ ኣብ ትሕቲ ዝብል ሽፋን ከም ዝኸውን ብላክ ኣጀንዳ ሪፖርት ዝተባህለ መርበብ ሓበሬታ ኣጋሊጹ። መንግስቲ ኣሜሪካ ንኤርትራውያን ዜጋታት ካብቲ ብመንግስቲ ኤርትራ ኣብ ልዕሊኦም ዝወርድ ዘሎ ዓመጽን ግፍዕን ከናግፎም ሓላፍነት ኣሎኒ ዝብል ድሌት ከም ዘለዎ እቲ ዝወጸ ጸብጻብ ሓቢሩ። መንግስቲ ኣሜሪካ ኣብ ክልተ ሽሕን ትሽዓተን ብሰንኪ እቲ ደጋፊ መርገጺ ስርዓት ህግደፍ ንኣኽረርቲ ሓይልታት ሶማል ኣብ ልዕሊኡ ዝተበየነ ኣህጉራዊ እገዳ ካብቶም ዝፈረሙ ምንባሩ ዝዝከር እዩ። ኣብ ኤርትራ ዝካየድ ግዴታዊ ወተሃደራዊ ኣገልግሎት ከም ጊላነት ዝቑጸር ኮይኑ፣ ብሰንኪ ግፍዕን ዓማጺን ኣተሓሕዛ ብብዝሒ ኣብዚ ግዜ'ዚ ናብ ኤውሮጳ ዝስደዱ ኤርትራውያን ምዃኖም እቲ ጸብጻብ ሓቢሩ። ስዊዘርላንድ መንግስቲ ስዊዘርላንድ ንሓተትቲ ዑቕባ ኤርትራውያን ናይ ምቕበል ቅድመ ኩነት ኣዝዩ ከም ዝተርር ገይርዎ ምህላዉ ጸብጻባት ሓቢሮም። ብሓሙስ ዕለት ትሽዓተ ለካቲት ኣብ ዝወጸ ብይን ምምሕዳራዊ ቤት ፍርዲ ስዊዝ ከም ዘረጋገጾ፣ ካብ ኤርትራ ብዘይሕጋዊ ምውጻእ ናይ ፖለቲካዊ ዑቕበኛ መሰል የውህቦም ማለት ኣይኮነን ዝብል እዩ። ሓታቲ ዑቕባ ካብ ኤርትራ ብዘይሕጋዊ መንገዲ ምውጽኡ ብሰንኪ ዘጋጠሞ ግፍዒ ከም ዝኾነን እንተተመሊሱ ከኣ ህይወቱ ንሓደጋ ከም ዝሳጣሕን ከረጋግጽ ይግባእ ዝብል እዩ። ኣብ ተርታ ናይ ሓተትቲ ዑቕባ ኣብ ስዊዝ፣ ኤርትራ ኣብ ቀዳማይ ቦታ ከም ትስራዕን፣ ኣብ ክልተ ሽሕን ዓሰርተ ሓሙሽተን ቁጽሪ ስደተኛታት ዓሰርተ ሽሕ ከም ዝነበረን፣ ኣብ ክልተ ሽሕን ዓሰርተ ሽዱሽተን ከኣ እቲ ቁጽሪ ናብ ሓሙሽተ ሽሕን ሚእትን ሰብዓን ሸሞንተን ከም ዝበጽሐ ዕላዊ ጸብጻብ መንግስቲ ስዊዝ ሓቢሩ። ብዙሓት ካብቶም ፍቓድ ዝረኸቡ ኤርትራውያን ስደተኛታት፣ ኤርትራ በጺሖም ከም ዝመጹ፣ እቲ ብዕለት ሰላሳ ጥሪ ክልተ ሽሕን ዓሰርተ ሸውዓተን ዝወጸ ብይን ቤት ፍርዲ ስዊዝ ሓቢሩ። ሃገርና እንተተመሊስና ሓደጋ ከጋጥመና እዩ ተባሂሉ ዝቐርብ ዝነበረ ምኽንያታት፣ ፍቓድካ ምስ ረኸብካ ቀጥታ ናብ ኤርትራ ምጋሽ፣ እዚ ኣበሃህላ እዚ ሓቂ ከም ዘይኮነ ዝሕብር እዩ ክብል እቲ ቤት ፍርዲ ገሊጹ። ኣዲስ ኣበባ፣ ኣብ መንጎ ኢትዮጵያዊ ዘመሓድር ዘሎ ልፍንታዊ ግንባር ኢህወደግን ዕስራን ሓደን ተቓወምቲ ሰልፍታትን ልዝብ ንምክያድ ኣብ ምቅርራብ ከም ዘለዉ ማዕከናት ዜና ሓቢሮም። ነዚ ልዝብ ብዝምልከት ዝቐርብ ዘሎ ሓሳባት፣ ስነ ስርዓት እቲ ኣኼባ ከመይ ክኸውን ይግባእ፣ ነቲ መድረኽከ መን ይምራሓዮ፣ ጉዳይ ተዓዘብቲ እንታይ ክኸውን ኣለዎ፣ ከምኡውን ንመራኸቢ ብዙሓን ዝወሃብ መግለጺ እንታይ ክመስል ኣለዎ ኣብ ዝብሉ ኣርባዕተ ነጥብታት ሰልፍታት ካልኦት ኣብ ሓደ ጽላል ተጠርኒፎም ዘለዉ ሓይልታትን ርእይቶታቶም ብጽሑፍ ኣቕሪቦም ምህላዎም እቲ ዜና ብተወሳኺ ሓቢሩ።

ኣብ ስልጣን ዝርከብ ጽላል ውድብ ኢህወደግ ንልዝብ ይዳሎ ከምዘሎ ንድምጺ ኣሜሪካ መግለጺ ዝሃቡ ሓላፊ ህዝባዊ ርኽክባት ወጻእን ቤት ምኽርን ኢህወደግ ኣቶ ፍቓዱ ተሰማ ውድቦም ዝተማልኤ ድልየትን ድልውነትን ኣለዎ ኢሎም። ካብ ፓርትታት ጥራሕ ዘይኮነስ ምስ ኣባላት ሲቪል ማሕበር ሰባትን ምሁራንን ከምኡ ውን ብሕጋውን ሰላማውን ሓሳቦም ዘሰጉሙ ካልኦት ወገናት ልዝብ፣ ዝርርብን ክትዕን ንምክያድ ድሉው ኢዩ ኢሎም። ኢህወደግ ውን ከም ካልኦት ሓይልታት ኣብ ስነ ስርዓት ኣኼባ ዘለዎ ርኢቶ ዝገልፅ ደብዳቤ ንምቕራብ ኣብ ምድላው ከምዝርከብ ውን ሓቢሮም። ኢህወደግን ተቓወምቲ ሓይልታትን ኣብ ዝቕፅል ሰሙን ዳግም ንልዝብ ንምዝርራብ መፀዋዕታ ዝቐረበሎም ፖለቲካዊ ሓይልታት ኣረጋጊፆም ምህላዎምን ቀንዲ ልዝብ ዝጅመረሉ ድሕሪ እቲ ዝቕፅል ኣኼባ ንክኸውን ተስፋ ተገይርሉ ምህላዉ ሬድዮ ድምፂ ኣሜሪካ ኣቃሊሑ። መስዋእቲ ክልተ ዓበይቲ ተጋደልቲ! ገዲም ተጋዳላይ ሱሌማን ኣደም ሱሌማን ብረቡዕ ዕለት ሸሞንተ ለካቲት ድሕሪ ነዊሕ ሕማም ኣብ ከተማ ካይሮ ካብዛ ዓለም ብሞት ተፈልዩና። ኣቶ ስሌማን ኣደም ስሌማን ምእንቲ ኤርትራን ህዝባን ዳርጋ ምሉእ ዕድሚኡ ዝተቓለሰ ኮይኑ ኣብ ተጋድሎ ሓርነት ኤርትራ ኣብ ዝተፈላለየ ጽፍሕታት ሓላፍነት ሉሊ ሃገራዊ ተራ ዝተጻወተ ሓርበኛ ኢዩ። ከምኡ እውን ብሓሙስ ዕለት ትሽዓተ ለካቲት ተጋዳላይ ኣቡበከር ሱለይማን ኣባል መሪሕነት ኤርትራዊ ፌደራላዊ ዴሞክራሲያዊ ምንቅስቓስ ድሕሪ ነዊሕ ሕማም ኣብ ከተማ ካርቱም ብሞት ካብዛ ዓለም ተፈልዩና። ተጋዳላይ ኣቡበከር ካብ ግዜ ንእስነቱ ክሳብ ዕለተ መስዋእቱ ሃገራዊ ግቡኡ ዝፈጸመ ሃገራዊ ሓርበኛ እዩ። ምምሕዳር ሬድዮ ኣዳልን ንክልቲኦም ስውኣት ፈጣሪ ብጽቡቕ ክቕበሎምን ስድራቤቶምን ንኹሎም መቓልስቶምን ድማ ጽንዓትን ሰብርን ክህቦም ናይ ወትሩ ጸሎቱ ኢዩ። ክቡራትን ክቡራን ሰማዕትና ንሎሚ ዘዳለናልኩም ዜና ኣብዚ ይድምደም ምስ ቀጻሊ መደባትና ሰናይ ምክትታል ንምነየልኩም። እዚ ሬድዮ ኣዳል ኢዩ። ህግደፋውያን
ህግደፋውያን ጸዋዕቲ ተካል እዋን ህግደፋውያን ጸዋዕቲ ተካል እዋን ብስራሕ ንምክት ንግስግስ ብስራሕ ንምክት ንግስግስ ሃየ ጥራይ ሃየ ንኺድ ጥራይ ናበይ ኮን ኢኹም ናበይ ህግደፋውያን ጸዋዕ ተካል እዋን ነዚ ዲኹም ክትምክቱ ጋሕጋሕ ትግስግሱ ነዚ ዲኹም ትምክቱ ጋሕጋሕ ትግስግሱ ሰብ ህጓብ ሰዊ ክርዳት ትኽልሱ ነዚ ክትግዕታ ትርህፃ ኮይኑ ብዓድልና ስራሕ ድኻ ኢልክሞ ንጥፍዓት ዕርበትና ኣብዚ ኣለኻ ጨለ ኣብዚ ኣለኻ ጨለ ኩናት ዘይወዓለ መልሓስ ተጨደረ ሩሕ ዘይብሉ ወረ ጸረብቲ ዘረባ ዋናታት ሰብ መልሓስ ዓያዮ ብስራሕ ንምክት ንግስግስ ሰይድ ኣብ ግራት ዓዃይ ምዝምባይ መኸተ ምህርቲ ካብ ዓውዲ ብሪኦ ዘመተ ህግደፋውያን ጸዋዕቲ ተካል እዋን ሓቂ መስሎ ውዕለትኩም ዘይርኢ እወ ሓቂ መስሎ ውዕለትኩም ዘይርኢ ቆፋፎ ዓደ ኣባ ሓርቢትዎ ዘርኢ ዘበን ኣካሒዳ ዓደምቲ ቅልውላው ሃዋርያ ድኽነት ብኹፍኳ ምጥቃው ግርም እባ ግርም እባ ብስራሕ ትምክቱ ትግስግሱ ገሳጊሳ ገሳጊሳ ሃገራ ውልደ ተኽላ ተመልዒሳ ኣብ ዘላታ ተወሰኽታ ኮንኩማ ቃንዛ ቁስሊ ትማሊ መሊሳ ረዚዛ እንተትሰርሑ ደኣ ተናዚዛ

ሰብ ራእይ ብስራሕ ትምክቱ ትግዝግዙ መለሳ ናጽነት ብጊላልነት ተኻሒሱ መስዋእት ፍረ ገንሸል ሃገር ዝደኮነ ኣብ ሓርነት ዘጽልል ሰቡ ደኣ ምሰኣነ ሕጂ ኣይረድ በዓል ልኺ ጥራይ ሓመድ ድበ ሰላም ቅሳነት ኣልቦ ዝዕድምቲ ናትኩም ዓለም ህላወ ዕምርኹም ብኹናት ዝተጸምደ ዕሉል ወራር ስደት ግብርኹም ዘግሃደ እስከ ታይ ምበለ ንቋሕ ሰም ተዝምስክር ድጋምኩምን ደምበርበረ ክፍኣተ መጋብር ሌላይባ ሌላይባ ቆነንቲ ስራሕ ንምክት ንግስግስ ግልብባ ንምክት ንግስግስ ሕምብጢ ዘመን ማይ ንዓቐብ ትፈስስ ብሕቋ ሓቢኣ ዘውረደት ዕዳጋ ወላድ ምኻና ደኽ ወርዳ ሓደጋ ማሕበስኩም ዝፈረዳ ብሕቋ ተሓዲጋ እስከ ትተሓተት እስከ ትተሓተት ኣየ ሰብ ማእቶት ወላድ መኻን ኣደ ኮርዳ ሓደጋ ብሑቓ ሓቢያ ዘውረደት ዕዳጋ ማሕቡስኩም ዝፈረዳ ብሑቓ ተሓዲጋ እስከ ትተሓተት እስከ ትተሓተት ኣየ ሰብ ማእቶት ብስራሕ ትምክቱ ትግስግዙ ሰብ ሕድሪ ጻንት ሃገር ሒዝካ ሰብ ዘይብሉ ወፍሪ በዓል ዕቡይ ምቡይ ሰብ ገበታ ጃህራ ደሰቕቲ ዳንኬራ ሓሶትኩም መከራ ኣየንኺት ጥራይ ሃገር ተዃሒላ ብበዓል ሽላ ሃንጀማ ሲንጋፖር መሲላ መብጽዓ ጀጋኑ ውዕሎኦም ዘይደበሳ ምዕይ ናይ በለት ሃገርሲ እንሆ ተረሚሳ ኣየ ህግደፋውያን ጸዋዕቲ ተካል እዋን ንሕና እወ ንሕና ጥዑም ከም ዘይናትና ንዕረት ሓሪና ሞት ዝዕጫና ኤርትራውያን ኤርትራውያን ኣይ ናይትናትና ዘመን ግዜኦም ዝተሰርቀ ግዳያት ዶ ኣይኮናን? ብጥምቀት መከራ ተጸፊ ከም ዝተወልደ ቃንዛ ጥራይ ፈሪ ህላወ ናትናግደ ኣብ በይንና ትፈሪድና ምረት ክንዕደ ሕሩያት መርገም ዓይዳን ኢና ክንፍደ ኣፍላሕ ሰም መርሖና ዘሳደደ ንኹሉ ረኻኺብሉ በኹሪ ሕሳስ ልደ ፍርድ እዋን ጥፍኣትና ዘናዲ ከርተትና ክንክድም ቁቡጽ መንገዲ ኸነናዲ ንኣደዳ ምድረበዳ መፍቶ ባሕሪ ድራር ንዓሳ ንፈተናና ኮይኑ ዕምርና ንኣበሳ መሬት ስናይ ኪዱ ኮኖ ናትና ሬስ ንፈተነና ኮይኑ ዕምርና ንኣበሳ መሬት ሲናይ ኪዱ ኮኖ ናትና ሬሳ ባሕሪ ማልታ ክውሕጦ መንነትና እወ ባሕሪ ማልታ ክውሕጦ መንነትና እንተሳገምና እስራኤል ዓለም ክትሕባኣና ፋሕ ጭንግራሕ ከም ደቂ ዛግራ ብትንትን ኢልና ህድሞ ሓንቲ ስድራ ስደት ተኪዎ ሙቕ ቤትና ገለና ብ ዓዲ መፈጠር መኒና ህግደፋውያን ህግደፋውያን እንተ ትሰርሑ ደኣ እንታይ የህደመና እንዳ ንኺድ ጥራይ እንዳ ንኺድ ጥራይ ናበኤኹም ናበይ ሓንኳል ስነ ሓሳብ ፍልስፍናኹም ግናይ ሸንሸንቲ ሰውራ ተበለጽቲ ነጋዶ

ሃገር ተኺላ ጽላል ቀባሮ ብዋይ ዋይታ ናትስሱ ንመዳል ሓቕ ትኸታሮ ክፉእ ንመዓልቲ መዓት ይዕቆር ከም ዝበሃል መዋእሉ ዝረገሞ እዩ ኣብ ዘበንኩም ዝፍጠር ካብ ሓዲዳ ዘሊላ ክትገቡ ትዳናደን ደፋር ባቡርኩም ወደባት ዝሃድን ዓለም መመንገዳ ኣለዋ ህግደፋውያን ስለ ዝበረርካ ጥራይ ኩሎኹም ፍይ ኮነን ንኹሉ እኮ ንኹሉ እኮ ዘዘመን ኣለዎ ውፅዕ ክነግሲ ምስ ኣሕለፈ ድልዎ መዓልትኹም ተፀበዩ ህግደፋውያን ደቂ ኣባት ሰብ ሕድሪ ምሩፃን ሕሩያን ተሸከምቲ ለበዋ ብዝኸድናዮ ኣይተረፍናን ሰብ ድርብ ራእይ ናትና እዩ ዝእወን ሰብ ድርብ ቅናት መሊስና ሰዊድና ከምቲ ትምኒትኩም ኣይመትናን ኣለና ዋናታት ሰብ መሬት ገና ክንነብር ኢና መን ኢኹም ንስኹም ደቂ መን መን ኢኹም ንስኹም ደቂ መን መን ኢኸ ትጊዳ ኣብ ቱሽቱሽኩም ዝህደን ከም ቀደም ይመስለክን ውሕጅ ይወስደክን ንሕና ንሞት ቀቢርና ክንቅይሮ ኢና ዘመን እምበር ናትኩም ብስራሕ ንምክት ንግስግስ ቀባሪ ህላወና የመጥፊእና ድግስ ተፋሊጥና ኣለና ተፋሊጥና ኣለና ንሕና እውን ኣለና ጉድጓድ ንፈሓርያ ይፍለጥዋ ባዕልኹም ኢኹም ትኣትዋ

መደበ ደቂ ኣንስትዮ ክቡራት ሰማዕትና እዚ መደብ እዚ ብሬድዮ ኣዳል ዝቐርብ ብዛዕባ ፍርቂ ክፋል ሕብረተሰብና ዝኾና ደቂ ኣንስትዮ ብተኸታታሊ ኣብ ሰሙን ክልተ ግዜ ዝቐርብ መደብ እዩ። ብመጀመርያ ብሓፍትና ኑርያ ሑሴን ብዛዕባ ግደ ደቂ ኣንስትዮ ኣብ ማሕበራዊ ሂወት፣ ጉዳይ ሕጸ፣ ኣሱር፣ መርዓ፣ ሓዘን፣ ሓጎስ፣ ጥንሲ፣ ሕርሲ፣ ኣብ ህዝባውን ሃይማናታውን በዓላት፣ ኣብ ስድራ ላባይነት፣ ኩነታት ደቂ ኣንስትዮ ቅድሚ ብረታዊ ቃልሲ፣ ኣብ ግዜ ቃልሲ፣ ድሕሪ ናጽነት፣ ኣብ ውሽጢ ሃገርን ኣብ ስደትን፣ ግደ ደቂ ኣንስትዮ ኣብ መጻኢት ኤርትራ ዝዓለመን ከተቕርበልናያ ብተወሳኺ እውን ዝኾነ ፍሉይ ግዳይ ደቂ ኣንስትዮ ምስ ዝህሉ ኣብዚ መደብ እዚ ከነቕርበልኩም ምዃንና ንሕብር። ምስ እዚ መደብ እዚ ሰናይ ምክትታል ንምነየልኩም። እዚ ሬድዮ ኣዳል እዩ። ሓድነት ብሄራትና ኣኹለን ብሓፈሻ ብተስፋ ክጽበ ክሳብ መጨረሽታ ክንራኸብ ኢና ኣስመራዩ ኣድራሻ ኣስመራዩ ኣድራሻ
ክቡራትን ክቡራን ሰማዕትና ከመይ ቀኒኹም ንሎሚ ሒዝናልኩም ቀሪብና ዘለና መደብ ግደ ደቂ ኣንስትዮ ኣብ ምጣኔ ሃብታዊ መዳይ ዝብል ኮይኑ ብኑራ ሑሴን ዝተዳለወ ጽሑፍ እዩ ኣብ ሃገርና ዋላ'ኳ ብዝተፈላለየ ምኽንያታት ቆልዑት ብዝተወልድዎ ቁጽሪ ዘይዓብዩ እንተኾኑ፣ ኣዴታት ገና ብናእሽተኤን ከለዋ ስለ ዝምርዓዋን ኣንጊሀን ውን ውላድ ስለ ዝጅምራን ብዙሓት ቆልዑት እየን ዝወልዳ። ምስቲ ኩሉ ምሉ ጸገማትን ሕጽረታትን ዝተደመሮ ኣዝዩ ጽዑቕን ከቢድን ስራሓት ድማ ደቂ ኣንስትዮ ኣዝየን እየን ዝህሰያ። ንምሳሌ፣ ሓንቲ ስድራ ቤት ብርትዓዊ ገምጋም ሓሙሽተ ክሳብ ሽዱሽተ ቆልዑ እንተልዮማ፣ ዝተደመሮ ድርብ ወለዲ ሸሞንተ ሰብ ይኾኑ። ሓንቲ ኣደ ንሸሞንተ ህይወት ዘዕግብ መግቢ ክትጥሕንን ክትልንቅጥን ዝተደመሮ ነቲ ኣብ ዝባና ዝወደቐ ውራያት ናይ ዓዲ ከተእክልን ናይ ድቃስን ዕርፍትን ግዜኣ ከይተጠቕመትሉ ይወግሓ። እዚ ኣብ ርእሲ'ቲ ሓደ ቆልዓ ክጠቡ፣ ሓደ ማይ ክሰቲ ክሸይን፣ ሓደ ዝጠመየ ክትዕንግል፣ ሓደ ጉንፋዕ'ዶ ንፍዮ'ዶ ወዘተ ንሱን ከምኡን ዝኣመሰሉ ጸገማቱ ብብኽያት ዝገልጽ ውላዳ ትሓቁፍን ክትዕንግልን ክትእብድን እትሓድሮ ንጎኒ ገዲፍካ እዩ። ኣብ ከምዚ ኩነታት ኣቦ ግደ የብሉን ማለት ኣይኮነን። የግዳስ ኣቦኦም ንጽባሒቱ ስራሕ ምስ ወፈረ ከይደክም ብማለት ኣደ ልዕሊ ዓቕማ ክሳብ ዘይኮነ ከተተስኦ ኣይትደፍእን እያ። እቲ ኩነት ከምዚ ኮይኑ ኣደ ብድኻምን ብስእነተ ድቃስን ደንዚዛ እናሃለወት ዘይተመለኣ ናይ ገዛ ዕማም መሊኣን ደቃ ኣቋራሪሳን ቆልዓ ሓዚላ ምስ ሰብኣያ ንበረኻ ትወፍር። ንሱ ክሓርስ ንሳ ትጉልጉል፣ ጻህያይ እንተኾይኑ ማዕረ ማዕረ፣ ዓጺድ እንተኾይኑ ማዕረ ማዕረ፣ ዓውዲ መዄዳ እንተኾይኑ ማዕረ ኢደይ ኢድካ ክብሉ ውዒሎም ገዛ ምስ ተመልሱ ወየ ንዓኣ ክጽበ ዝወዓለ ውራይ ድራር ድሕሪ ምውጋና ደቃ ኣደቓቒሳ ናብቲ ናይ ለይቲ ዕማማ ዕማም ምጥሓን እኽሊ ትዋደድ። ብኸምዚ ሰሪሓ ዘፍረየቶ እኽሊ በርበረ ወዘተ ዕዳጋ ወሪዱ ከተማታት ይዕንግል። ከምኡ'ውን ምስ ሰብኣያ ሓቢራ ዘጥረየተን ጥሪት ውጽኢት ጥሪት ከም ጸባ፣ መዓር፣ ጠስሚ፣ እንቋቑሖ፣ ደርሆ፣ ስጋ፣ ቆርበት ወዘተ ናብ ዕዳጋ ውሽጢ ሃገር ይዝርጋሕ። ግዜ እንተሂቡስ ኪኖ ምህጣር ዕዳጋ ውሽጢ ሃገር እውን ክሰግር ይኽእል እዩ። እዚ ህዝቢ ከተማታትን ንዕዳጋታትን ዝጽበዮ ፍርያት ሰብኣይን ሰበይትን ብሓባር ኮይኖም ዘፍረይዎ ምህርቲ እዩ። እዚ ብሓደ ሸነኽ ኮይኑ በቲ ካልኣይ ድማ ደቂ ኣንስትዮ ከም ደቂ ኣንስትዮ ዘፍረየኦ ኣገደስቲ ፍርያት ኣሎ። ንሱ ከኣ ከምዚ ዝስዕብ እዩ። ሓደ ብመሬት ዝስራሕ ነገራት፣ ክልተ ብላኻ ዝስራሕ ነገራት፣ ሰለስተ ብጡጥ ዝስራሕ ነገራት፣ ኣርባዕተ፣ ብዑንቂ ወዘተ ዝስርሑ ነገራት እዮም። ብመሬት ዝስርሑ ነገራት፣ ብመሬት ዝስርሑ ነገራት፣ ሓደ ዓይነት መሬት ማለት መሬት ጥዑም ተባሂሉ ዝፍለጥ ሓመድ ኣሎ። ናብዚ ስራሕ እዚ ዝነጥፋ ደቂ ኣንስትዮ ነዚ ሓመድ እዚ ኣለልየን፣ ኣኪበን፣ ነፍየን ብምዕባጥ ሕብረተሰብ ዝጥቀመሉ ኣገደስቲ ነገራት የዳልዋ። ብመሬት ካብ ዝስርሑ ነገራት ካብ ዝተሓቱ ጀሚርካ ብኸምዚ ዝስዕብ ንርኢ ኢና። መቐርሰሚቶ፣ ጎይቢ፣ እዚኣቶም ካብቶም ዝነኣሱ ኮይኖም ሰብ ንጨው፣ ንድልኽ፣ በርበረ፣ ንጠስሚ፣ ንመዓር መቐመጢ ይጥቀመሎም። ካልእ ነጽባ መለስብሑቕ፣ ሳርማ መከፋፈሊ መቐረብ ስዋ፣ ዓታሩ ብደረጃ ዕብየቶም ዝተፈላለዩ ኮይኖም ማይ መጓረቲ፣ ማይ መጣራቐሚ ኣብ ርእሲ ምዃኖም ንናእሽቱ ውራያት ዝኸውን ስዋ ኣባዕከ፣ ናይ ስድራ ማይ ጣይታ፣ ወዘተ የገልግሉ። ሓደ ካብዚኣቶም ኣዝዩ ዝዓበየን ንዓበይቲ ውራያት ከኣ ዝኸውን ኣሎ። እዚ ድማ ነባዕከ፣ ንስዋ፣ ንብርዚ፣ ዝጥቀሙሉ ኮይኑ ገንኢ ተባሂሉ ይጽዋዕ። እዞም ዝተጠቕሱ ንዝሑል ነገራት ዘገልግሉ ክኾኑ ከለዉ፣ ካብ መሬት ጥዑም ዝስርሑ ንውዑይ ነገራት ዘገልግሉ'ውን ኣለዉ። ከም በዓል ጀበና፣ መበኮርያ፣ ጻሕሊ፣ ቁራዕ፣ መጎጎ ድማ ይበሃሉ። እዚኣቶም ካብቲ ቀንዲ ሕብረተሰብ ዝጥቀመሎም ንውዑይን ዝሑልን ንመዓልታዊ ኣነባብራ ስድራታት ንናይ ሓባርን ናይ ግልን ውራያት ዘገልግሉ ኣገደስቲ ንብረት እዮም። ብላኻ ዝስርሑ፣ ብላኻ ዝስርሑ እዚኦም እውን ካብቲ ኣገደስቲ መዋሳወሲ ናይቲ ሕብረተሰብ እዮም። እዚ ኣርእስቲ እዚ ግደ ደቂ ኣንስትዮ ኣብ ህንጻ ቤትን ስድራቤትን ብሰፊሑ ገሊጸዮ ኣለኹ። ገለ ገለ ካብቲ ንመርዓት ንገዝምን ካልእን ተበሃግቲ ዝኾኑ ዕዳጋ ዘዕምሩ ነገራት ድማ ብላኻ ምስቅሔ ጽልሚ፣ ብርግሔ፣ ብምሩጽ ፈትሊ ዝስፈዩ እዮም። እዚኦም ድማ መኾምብያ፣ መብልዕ ቁርሲ፣ መሶብ ወርቂ፣ ጥፍሒ፣ መሶብ፣ ኣገልግል፣ ሰተታ፣ ጊባቦ፣ ኮይኖም፣ ኣብ ርእሲ እዚኦም ውን ቀንዲ መጠቓቐሚ ሕብረተሰብ ዝኾኑ ከም በዓል ዘንቢል፣ መሽረፈት፣ ስጋደት፣ ባርኔጣ ወዘተ ኣለዉ። ብጡጥ ዝስርሑ ነገራት፣ ደቂ ሰባት ሓደ ካብ እንስሳ ካብ ዝፈልዮም ነገራት ነብሶም ብምኽዳኖም እዩ። ንሱ ጥራይ ዘይኮነ ክዳን ንደቂ ሰባት ሓደ ካብቶም ቀንድን መሰረታውን ነገራት እዩ። ደቂ ሰባት ካብ ቆጽልን ቆርበትን ሓሊፎም ኣብ ስርሓት ጡጥ ማለት ዓለባ ዝበጽሑሉ እዋን ደቂ ኣንስትዮ ብልሓት ዝመልኦ ዓብይ ተራን ኣስተዋጽኦን ነይርወን እዩ። ጡጥ ጪሐን ፈቲለን ናብ እንዳ ኣላሞ ከይዱ ተኣሊሙ ዝነኣሱን ዝዓበዩን ኣካላት ስድራቤተን ክኸድናን ከሙቓን ካብኡ ሓሊፉ ድማ ስምን ቅድን ሲፈትን እናቐየረ መጋየጽን ሰባት ዘማዕርግ ዕዳጋ ዘዐምር ክሳብ ሕጂ ወላ ማሺናት መጺኤን ውን ሚዛን ኢደ ስራሓት ዘየህሰሰኦ ምሩጽ ፍርያት ኮይኑ ይኸይድ ኣሎ። ገለ ካብኡ ንምዝካር ዝኣክል ኣንገት በላይ፣ ደንቆሮ፣ ጋቢ፣ ፈርጊ፣ ባዕሊ ዓቢ፣ ድርብ፣ ንጽል፣ ብሕብርታት ዝወቀበ ጥልፊ፣ መጋረጃ ወዘተ እዮም። ብዕንቊ ዝስርሑ ነገራት፣ ስርሓት ዕንቊ ብዝያዳ ዝዝውተር ኣብ ከተማታት ኮይኑ፣ ከም ፍርያት ደቂ ኣንስትዮ መጠን ግን ገለ ካብኣቶም መርዓት ትግዘሞም ክንዝክር፣ መስትያት ዑንቂ፣ መኾምብያ ዑንቂ፣ ናይ ኩሕሊ ዑንቂ፣ ጣውላ ዑንቂ፣ ክኾኑ ከለዉ፣ ካልእ መርዓት ትግዘሞም ምስኣቶም ተሳንዮም ዝኸዱ ንምጥቃስ ድማ ብመርፍእ ዝጥለፉ ርክያሞ ክዳን ዓራት፣ መከዳታት፣ ርክያሞ ኣብ ቤትሮ ኣትዮም

ንኽትርእዮም ኣዝዮም ዝምስጡ፣ ንገዛ ዘማዕርጉ ፍርያት ደቂ ኣንስትዮ እዮም። እዞም ዝጠቐስኩዎም ፍርያት ናይ ሓደ ክፋል ሕብረተሰብና ኮይኖም፣ ንሶም እውን ገለ ኣብነት ንምጥቃስ ዝኣክል እምበር ኩሎም ተማሊኦም ማለት ኣይኮነን። በዚ ሓጺር ስእሊ ኣቢልካ ተራ ደቂ ኣንስትዮ ኣብ ኢኮኖሚያዊ ወፍሪ ወይ ምንቅስቓስ ክንዲ ምንታይ ምዃኑ ንምምልካት እዩ። ብርግጽ ከኣ ከምቲ በቶም ጨካናትን ረገጽትን ዝስመይኦ ማለት በተሓሳስባ ይኹን ብጉልበት ድኹማት፣ ጸገምን ሰከምን ሕብረተሰብ ዝበሃለን ዘይኮነስ፣ ደቂ ኣንስትዮ ሕብረተሰብ ዝሕንግራ ምዃነን ዘራጋግጽ ተግባራዊ መርትዖ እዩ። ልዒሉ ዝቐረበ ከንሱ እቲ ሓቂ ግን ደቂ ኣንስትዮ ምንም ከይውንና ሕጊ ኮኒንወን፣ ባህሊ ሞቒሑ ደቒሱወን፣ ናይ ኢኮኖሚ ፅግዕተኛ ኮይነን ኣብ እግሪ ሰብኡተን ተንበርኪኸን ክልምናን ክበኽያን ተፈሪድለን። ክቡራትን ክቡራንን ሰማዕትና ንሎሚ ዘዳለናዮ መደብ ኣብዚ ይድምደም፣ ምስ ዝስዕቡ መደባትና ሰናይ ምክትታል። ክቡራትን ክቡራንን ሰማዕትና ንሓደ ሰዓት ዝኣክል ብኽልቲኡ ቛንቋታት ዓረብኛን ትግርኛን ዘዳለናልኩም መደባት ኣብዚ ይድምድም ክሳብ ዝመጽእ ዘሎ ረቡዕ ንራኸብ ብሰላም ቀንዩ። ርእይቶኹምን ሓሳባትኩምን በዚ ዝስዕብ ኢ-መይል ክትልእኹልና ዓቢ ሃንቀውታ ኣለና፣ ራድዮ ኣዳል ኣት ጊመይል ዶት ኮም። እዚ ነጻ ሬድዮ ኣዳል እዩ፣ ድምጺ ሓርነትን ዲሞክራስን። ሰላም ሰላም የሕዋት ሰላም ሰላም ሰላም ሰላም ሰላም ካብ ጫፍ ናብ ጫፍ ዓለም ሰላም ሰላም ክርስትያን ምስ ኣስላም